ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ትረፍ ይበለለይ ደቂ ዓበይቲ ወይ ማዕረይ እንኳዕ ድማ ናብ ቻናለይ ብሰላም መጻኹም ናይ ሎማዓንቲ ቪድዮና ዝኸውን ከዓ ከምቲ ልሙድ ዋጋ ወርቂ ይሕዘልኩም መጽኤ ዝኔኹ ዋጋ ወርቂ ሎማዓንቲ ብዓረብ ሃገራትና ብኣውሮፓ ሃገራት ዘሎ ዋና ዋና ካራት ክንዲ እኒሆ ሎማዓንቲ ካብ ወሲኹ ደቀኒሱ ንዝል ጁን 16 ወይ ከዓ ሰነ 9 እዩ ዝኸውን ዘሎ እስከ ዓብይቲ ፍፃመ ንክትከታተሉኒ ብኣኽብሮት ይዕድም። ንቻናለይ ሓደሽቲ ዝኾንኩም ሰብስክራይብ፣ ነባራት ዝኾንኩም ከዓ ላይክ ሸር ብምግባር ንኸተበረታትዑኒ ብትሕትና ይላቦ። ሰናይ ፃንሒት ሰናይ ምክትታል። ኣሕዋተይ ተመሊስና ተራኺብና እኒና ሎማዓንቲ ጁን ዓሰርተ ሽዱሽተ ወይ ከዓ ሰነ ትሽዓተ ንሪኦ ማለት እዩ ብኣውሮፓ ወይ ከዓ ብኣውሮፓ ኢሉ እውን ብዓረብ ሃገራት ዘሎ ዋጋ ወርቂ ኢና ክንርኢ ትማሊ ብናይ ውሽጢ ዓዲ ርኢና እኒና ሎማዓንቲ ከዓኒ ብውጪ ዘሎ ዋጋ ወርቂ ክንርኢ ኢና ማለት እዩ። ብመጀመርያ ብናይ ስዑዲ ዓረብ ኢና ክንርኢ። ኣብ ስዑዲ ዓረብ በዓል ዕስራን ኣርባዕተን ካራት ናይ ሓንቲ ግራም ወርቂ ብናይ ስዑዲ ሪያል ማለት እዩ ብሓሙሽተ ሚእትን ሰላሳን ሸውዓተን ነጥቢ ሰብዓ ሳንቲም ሪያል እዩ ክሽየጥ ውዒሉ ዘሎ። እዚ ናይቲ ወርቂ ዋጋ ብቻ እዩ ምክንያቱም ናይ ግብርና ናይ ብቻ ናይ መስንእያ ናይ ደሪባ ናይ ሓደ ሓደ ነገር ንቲ ወርቂ ናይ ሰራሕተኛ ናይ ገዛ ክራይ ዘጠቓለስ ኣይኮነን ባይዘወይ ኣብ ስዑዲ ዓረብ ናይ ግብሪ ወይ ከዓ ናይ ቫት ክንደይ ይኸፍሉ እንተልኩምኒ እስካብ ዓሰርተ ሓሙሽተ ፐርሰንት እዮም ዝኸፍሉ እዚ እዚ ወሲካ ድማ ይውስኽ ኣሎ ማለት እዩ ስለዚ ብከምዚ ኢኹም ክትሓስብዎ ዘለኩም ቀፂልና ንሪኦ በዓል ዕስራን ክልተን ካራት ክኸውን ዕስራን ክልተን ካራት ኣብ ስዑዲ ዓረብ ብናይ ብርያል ማለት እዩ። ናይ ሓንቲ ግራም ወርቂ ብኣርባዕተ ሚእትን ተስዓን ክልተን ነጥቢ ስሳ ሳንቲም ርያል እዩ ክሽየጥ ውዒሉ ዘሎ ማለት እዩ። ብምቕጻል ንሪኦ በዓል ዕስራን ሓደን ካራት እዩ ክኸውን። ዕስራን ሓደን ካራት ኣብ ስዑዲ ዓረብ ርያል ናይ ሓንቲ ግራም ወርቂ ብኣርባዕተ ሚእትን ሰብዓን ሓደን ነጥቢ ዕስራ ሳንቲም ርያል እዩ ክሽየጥ ውዒሉ ዘሎ። ናይቲ ወርቂ ናይታ ግራም ዋጋ ማለት እዩ። ብማእጻ ልንሪኦ ብዓል ዓሰርተ ሸሞንተ ካራት እዩ ክኸውን። ዓሰርተ ሸሞንተ ካራት ኣብ ስዑዲ ዓረብ ናይ ሓንቲ ግራም ወርቂ ብኣርባዕተ ሚእትን ሰለስተን ነጥቢ ሰላሳ ሳንቲም ሪያል እዩ ክሽየጥ ውዒሉ ዘሎ። ናይታ ወርቂ ግራም ዋጋ ብቻ እያ ማለት እዩ ብዘይ ናይ ግብሪ ብዘይ ናይ ሓድሓድ ነገራት። ቀጺልና ንሪኦ ከዓኒ ኣብ ዩናይትድ ዓረብ እምሬት ትርከቡ ወይ ከዓ ኣብ ዱባይ ዘለኹም ኣሕዋት እዩ ኣብ ዱባይ ማለት እዩ ናይ ሓንቲ ግራም ወርቂ በዓል 24 ካራት ብ525.80 ሳንቲም ድርሃም እዩ ክሽየጥ ውዒሉ ዘሎ እዚ እውን ናይቲ ግራም ናይቲ ወርቂ ናይታ ግራም ዋጋ ብቻ እያ ግን ኣብ ዱባይ ናይ ቫት ሓሙሽተ ፐርሰንት እዮም ዘኽፍሉ ብጣዕሚ ቀሊል እዩ ማለት እዩ። ቀፂልና ንሪኦ በዓል ዕስራን ክልተን ካራት እዩ ክኸውን ዕስራን ክልተን ካራት ኣብ ሃገረ ዱባይ ማለት እዩ ናይ ሓንቲ ግራም ወርቂ በርባዕተ ሚእትን ሰማንያን ሓደን ነጥቢ ዕስራን ሓደን ሳንቲም ድርሃም እዩ ክሽየጥ ውዒሉ ዘሎ ማለት እዩ። ብምቕፃል ንሪኦ ዕስራን ሓደን ካራት እዩ ክኸውን። ዕስራን ሓደን ካራት ኣብ ዱባይ ናይ ሓንቲ ግራም ወርቂ ብኣርባዕተ ሚእትን ሱሳን ነጥቢ ኣርባዕተ ሳንቲም ድርሃም እዩ ክሽየጥ ውዒሉ ዘሎ። ብምቕጻል እንሪኦ ከዓኒ በዓል ዓሰርተ ሸሞንተ ካራት እዩ። ዓሰርተ ሸሞንተ ካራት ኣብ ዱባይ ናይ ሓንቲ ግራም ወርቂ ብሰለስተ ሚእትን ተስዓን ኣርባዕተን ነጥቢ ዓሰርተ ሳንቲም ድርሃም ክሽየጥ ውዒሉ ኣሎ። ከምቲ ዝፍለጥ ኣብ ዱባይ ብጣዕሚ ቆንጆ ዕዳጋ እዩ ዋጋ ወርቂ። ምክንያቱም ዱባይ ናይ ግብሪ ብዙሕ ኣይተኸፍልን። ኣብ ስዑዲ እንተኮይኑ ግን ዓሰርተ ሓሙሽተ ፐርሰንት ልክዕ ከም ኢትዮጵያ እያ ቫት ወይ ከዓ ግብሪ ተኸፍል ማለት እዩ። ቀፂልና ንሪኦ ከዓኒ ኣብ ሃገረ ኩዌቲ ክኸውን ይቅርታ፣ ኣብ ኳታር እዩ ክኸውን ማለት እዩ። ኳታር ናይ ኳታር ቫት ክንደይ የኽፍሉ ኣይፈለጥኩን። ኣብ ኳታር ግን በዓል ዕስራን ኣርባዕተን ካራት ናይ ሓንቲ ግራም ወርቂ ብሓሙሽተ ሚእትን ሸሞንተን ነጥቢ ሰማንያ ሓሙሽተን ሳንቲም ሪያል እዩ ክሽየጥ ውዒሉ ዘሎ ናይ ኳታር ሪያል ሕዚ ልክዕ ከም ናይ ዱባይ ድርሃም እዩ ብናይ ኢትዮጵያ ሓዋላ ዝሽረፍ ማለት እዩ በዓል ዕስራን ክልተን ካራት ኣብ ኳታር ናይ ሓንቲ ግራም ወርቂ ብኣርባዕተ ሚእትን ስሳን ሸውዓተን ነጥቢ ዕስራ ሓሙሽተን ሳንቲም ናይ ኳታር ሪያል ክሽየጥ ውዒሉ ኣሎ። ዕስራን ሓደን ካራት ከዓ ብኣርባዕተ ሚእትን ኣርባዓን ኣርባዕተን ነጥቢ ሳላሳን ሓሙሽተን ሳንቲም ናይ ኳታር ሪያል እዩ ክሽየጥ ውዒሉ ዘሎ ማለት እዩ። ደቂ ዓበይቲ ወይ ማዕረይ ቀፂልና ንሪኦ ናይ ኩዌት ኣብ ኩዌት ዘሎ ዋጋ ወርቂ እዩ። ኣብ ኩዌት በዓል ዕስራን ኣርባዕተን ካራት ናይ ሓንቲ ግራም ወርቂ ብኣርባዓን ክልተን ነጥቢ ተስዓን ዲናር ኩዌት ሐዚ ናይ ግብሪ ወይ ከዓ ቫት ዝበሃል ዜሮ ፐርሰንት እዩ፣ ምንም ኣይትኸፍልን። ስለዚ ናይ ኩዌት ናይ ዕስራን ኣርባዕተን ካራት ኣርብዓን ክልተ ነጥቢ ተስዓ ክብለኩም ከለኹ ብዚ ብዚ ዋጋ እዚ ናይታ ወርቂ ዋጋ እየ ዝነግረኩም ዘለኹ። ናይ ቫት ስለ ዘየኽፍሉ ናይ ቫት ቀንሶም ምናልባት ናይቲ ወርቂ ናይ ገዛ ክራይ ናይ ሰራሕተኛ ወሲኾም ብቻ ክሸጥልኩም ይኽእሉ። ኩዌት ግን ናይ ግብሪ ኣይትኸፍልን እያ ማለት እዩ። ቀፂልና ንሪኦ በዓል ዕስራን ክልተን ካራት እዩ ክኸውን። ዕስራን ክልተን ካራት ናይ ሓንቲ ግራም ወርቂ ኣብ ኩዌት ሰላሳን ሸሞንተን ነጥቢ ስሳ ሳንቲም ድርሃም እዩ ይቅርታ ዲናር እዩ ክሽየጥ ውዒሉ ዘሎ ማለት እዩ። ዕስራን ሓደን ካራት እውን ኣብ ኩዌት ናይ ሓንቲ ግራም ወርቂ ብሰላሳን ሽዱሽተን ነጥቢ ሓምሳ ሳንቲም ናይ ኩዌት ዲናር እዩ ክሽየጥ ውዒሉ ዘሎ ማለት እዩ።

ሰማንያ ሓሙሽተን ሳንቲም ናይ ጆርዳን ዲናር እዩ ክሽየጥ ውዒሉ ዘሎ። እንግዲህ ዝርዝር ናይዘን ዓዲ ዝሰማዕኹምኒ ከዓ ተኸታተልተይ ክንደይ ትገዝእዎ ኣለኹም ንስኹም ከ ኣብ ኮሜንት ፀሓፉለይ ማለት እዩ። ቀፂላ ንሪኦ ከዓኒ ናይ ባህሬን ኣብ ባህሬን ዘሎ ዋጋ ወርቂ ከምቲ ዝፍለጥ ባህሬን ብጣዕሚ ፅሩይ ወርቂ ዘለዎ ዓዲ እያ። ኣብየቱም ዓዲ ኣሜሪካ ድዩ ኢትዮጵያ ድዩ ኣውሮፓ ዓረብ ሃገራት ኣብየቱም ኬድኩም ናይ ባህሬን ፅሩይ ወርቂ ኢሉ እዩ ሰብ ዝገዝእ። ምክንያቱም ናይ ባህሬን ብጣዕሚ ፅሩይ ወርቂ ናይ ባህሬን ደሞ ኣብ ባህሬን ኣብ ባዕሉ በዓል ዕስራን ኣርባዕተን ካራት ናይ ሓንቲ ግራም ወርቂ ብሓምሳን ክልተን ነጥቢ ዜሮ ዜሮ ሳንቲም እዩ ክሸጦ ውዒሉ ዘሎ። ዕስራን ክልተን ካራት ኣብ ባህሬን ብኣርባዓን ሸውዓተን ነጥቢ ተስዓ ሳንቲም ዲናር እዩ ክሽየጥ ውዒሉ ዘሎ። ዕስራን ሓደን ካራት ከዓ ብኣርባዓን ሓሙሽተን ነጥቢ ስሳ ሳንቲም ዲናር እዩ ክሸጠ ውዒሉ ዘሎ ያው ናይ ባህሬን ዲናር እዩ ገንዘቦም ማለት እዩ ካብ ናይ ኩዌት ቀፂሎ ባህሬን ካልኣይ ደረጃ ብጣዕሚ ክባር ተሽርፍ ዓዲ እያ ቀፂልና ንሪኦ ሓኒ ኣብ ሃገር ኣሜሪካ ትርከቡ ኣሕዋተይ ኣብ ኣሜሪካ በዓል ዕስራን ሓደን ካራት ናይ ሓንቲ ግራም ወርቂ ናይ ባህሬን ወርቂ እዩ ኩሉ ዝነግረኩም ዘለኹ ብሚእትን ዕስራን ክልተን ነጥቢ ዓሰርተ ሳንቲም ናይ ኣሜሪካ ዶላር ኣብ ካናዳ ዘለኹም ከዓ ሚእትን ስሳን ትሽዓተ ነጥቢ ሰማንያን ሓሙሽተን ናይ ካናዳ ዶላር በዓል ዕስራን ሓደን ካራት ማለት እዩ። ኣውስትራልያ ዘሎ ዋጋ ወርቂ በዓል ዕስራን ሓደን ካራት ብሚእትን ሰዓን ሓደን ነጥቢ ሱሳ ብሚእትን ሰዓን ሓደን ነጥቢ ሱሳ ሳንቲም ናይ ኣውስትራልያ ዶላር እዩ ክሽየጥ ውዒሉ ዘሎ ሎማዓንቲ ጁን ዓሰርተ ሽዱሽተ ወይ ከዓኒ ሰነ ትሽዓተ እዩ ዝኸውን ዘሎ ዋጋ ወርቂ ኣብ ውጭ ዘሎ ንእሽተይ ወሲኹ እኒሆ ኣብ ኢትዮጵያ ከዓኒ ብዙሕ ዝጋነ ኣይኮነን ግን ድማ ካብቲ ዝነበረስ ንእሽተይ ወሲኹ ኣሎ ማለት እዩ ግን ኣብ ኢትዮጵያ ሕዚ እውን ካብቲ ናይ ውጭ ብላዕልስ ኣብ ኢትዮጵያ ይሕይሽ ያው ኣብቲ ሕዚ ኣብቲ ናይ ኣብቲ ናይ ሕዚ ወቕቲ ዝኒሆ ዋጋ ወርቂ እና ከምዚ ይመስል ንስኻትኩም ከ ብክንደይ ትገዝእዎ ኣለኹም ንዝብሎ ምንስ ንስኻትኩም ሓበሬታ ተዋሃቡ ናይ ሎማዓንቲ ቪድዮ እዚኣ ትመስል ነይራ እስካዕ ቪድዮ ፍጻመ ንዝተኸታተልኩምኒ ካብ ልቢ እናመስገንኩ እየ ላይክ ሸር ሰብስክራይብ ምግባር ድማ ኣይትረስዑ ሓሳብ ርእይቶኹም እውን ኣብ ኮሜንት ጸሓፉለይ ብጣዕሚ ኢና ንፈትወኩምን ነኽብረኩምን ሰሰናዩ ባይ ባይ